ኣብ ባእሲ ዘይኮነ ኣብ ቃልሲ ዝተመስረተ ሓድነት ሒዙ ክቃለስን ክመርሕን ምኽኣል እያ። ኣብ ዝኾነ ይኹን ዓዲ ካብ ውዳበ ወፃኢ ብተናፀል መደቡ ዕዊቱ ፖለቲካሊ፣ ኢኮኖሚካሊ፣ ማሕበራዊ ናብቲ ዝደልዮ ሽቶ በፂሑ ኣይፈልጥን። ክጥቃዕ ዝሙከር ውዳበ ንሱስ ተፅዕኖ ፈጣሪ እዩ ማለት እዩ ነቲ ፀላኢኻ። ናይ ህዝብና ናይ ቃልሲ መንፈስ፣ ወነ፣ ሕራነ ክሕደስ ውዳበታት ውድብ፣ ውዳበታት መንግስቲ፣ ውዳበታት ሓፋሽ ብምጥንኻር ኣቢልና መደባትና፣ ፖለቲካዊ ገምገማትና ንቕድሚት ምውሳድ ምኽኣል እዩ። ሰማእታትና ንዘክር! ዕረፍቲ
ሓፋሽ ማሕበራትን ዕዱማት ኣጋይሽን እንኳዕ ነዚ ናይ ውድባብን መንግስታውን ገምጋማት መቐፀልታ ክልልና ዝኾነ ብዞባ ብርኪ እነካይዶ ገምጋምን ናይ መደባት 2018 እነሳልጠሉ መድረኽ እንኳዕ ብሰላም መፃኹም፣ እንኳዕ ደጊሙ ሰላም ኣራኸበና። ከም ዝፍለጥ ኣብ ዝሓለፈ ዳርጋ መብዛሕቲኡ ተስዓ ፐርሰንት ክብል ይኽእል እየ ካብዚ ተሳታፊ ኣብቲ ዝሓለፈ ናይ ውድብና ፖለቲካዊ ገምጋምን መደባት ክልተ ሽሕን ዓሰርተ ሸሞንተን መሰረት ገይሩ ንሰለስተ ማዕልቲ ዘሳልጦ ዝነበረ ገምጋም ዝተኻፈልኩምን ኢኹም። ብምቕጻል እውን ናይ ግዝያዊ ምምሕዳር መደባት እውን ብተመሳሳሊ ንሰለስተ ማዕልቲ ገምጋማት መደባት ክልተ ሽሕን ዓሰርተ ሸውዓተን ማለት እውን ካብ መበል ዓሰርተ ኣርባዕተ ውድባዊ ጉባኤና ጀሚሩ ክሳብ ሕዚ ዘለናሉ ኩነታት በቲ ደምዳሚ ኣዋጅና መሰረት ገይርና ኣብ ምንታይ ብርኪ ኣለና ብጥንካረታት ብድኽመታት መሰረት ገይርና መደባት መንግስቲ ርኢና መደባት ሓፋሽ ውዳበታት ርኢና ኩሉ መደባት ርኢና ብምቕፃል እውን ኩሉ ዝምልከቶ ሴክተር በቢ ሴክተሩ ናይ መንግስትን ናይ ውድብን እውን ንሻውዓይ ማዕልቲ ብርክት ዝበሉ መድረኻት ኣካይድና ኢና ነገር ግን እዚ ጥራሕ እኹል ኣይኮነን። እዚ ክልላዊ ገምጋምን ኣንፈታትን ትልምናን እዩ። ስለዚ ዝቕፅል መድረኽና ድማ ወዲ ትዘዋ ምግባር እዩ በብዘው ካብ ክልል ታይ ይብፅሐና ዞባ ደቡብ ምብራቕ ከም ውድብ ፖለቲካዊ ገምጋማትና ኣንፈታትና ብቕኒት መበል ዓሰርተ ኣርባዕተ ጉባኤና መሰረት ገይሩ ዘውፆ ፖለቲካዊ ገምጋምን ኣንፈታትን ትልሚ 2018 ኣብ ምንታይ ብርከ ኣሎ ዝብል ዞባ ደቡብ ምብራቕ ድማ ወድቲ ዞባ ክንገብሮ ኢና ብኻልኣይ ደረጃ እውን ብተመሳሳሊ እዚ መሪሕ ወድብ እዚ ነቲ መንግስቲ ዝመስረተ ኣካል ድማ እቲ ናይ መንግስቲ መደባት ዝሓዞም ገምጋማት ኣብ ምንታይ ደረጃ ኣለዉ ንሶም እውን 218 እንታይ ኢና ሒዝና እንታይ ከ ኢና ንፍፅም ዝብል እውን ከም ዞባ ድማ ክንድህስሶ ኢና። ዞባ ማለት እንታይ ማለት እዩ? ኣብ ሸሞንቲኤን ወረዳታትናን ከተማታትን መሰረት ዝገበረ ሰነድ ኣዳሊና ናይቲ ዞባ ፖለቲካዊ ገምጋም ኣለና። ትልሚ 2018 ኣለና። ነዚ መፈጸሚ መተግበሪ ትልሚ ድማ ኣለና። ስለዚ እዚ መሰረት ምግባር ድማ ንተኸታታሊ ሰለስተ መዓልቲ ሓቢርና ክንጸንሕ ኢና። እዚ ክብል ከለኹ ድማ እቲ ቀንዲ ዕላማና ዋና ዕላማ ናይዚ መድረኽ እዚ ካብ ክልል ጀሚሩ ኣብ ዞባ ኣብ ወረዳ እውን ቀፂልና ድሓር ክመፅኦ እንኸዶ ኣብ ጣብያ ብጣብያ ብርኪ ብመፋስስ ወይ ድማ ብቑሸት እንብሎ ክሳብ እታ ዝነኣሰት ናይ ውድብና ውዳበ ዋህዮ ክሳብ እታ ዝነኣሰት ናይ መንግስትና ውዳበ ልምዓት ጉጅለ ዝቐፅል መድረኽ እዩ። ስለዚ ሓንቲ ዓባይ ዕላማ ኣላትና ጀነራል ኦብጀክቲቭ ንብሎ ወይ ድማ ዋና ዕላማና እንታይ እዩ? ኣብ ሓደጋ ብሄራዊ ህልውና ኩሎም ዓቕምታት መኸተ መላእ ህዝብናን ኣባልናን ተመሳሳሊ ኣረዳድኣ ሒዞም ብሓድነት ብምቅላስ ብሄራዊ ረብሓና ምርግጋፅ እዩ እቲ ዋና ዕላማ። ኣብ ክልል ንሃሉ፣ ኣብ ዞባ ንሃሉ፣ ኣብ ወረዳ፣ ኣብ ጣብያ፣ ኣብ ቁሸት እዚኣ እያ እታ ዋና ዕላማ። እዚኣ መሰረት ገይርና ዘመራርሓ እዚ ከመይ ይርድኦ ዝብል ድማ ሸውዓተ ዝርዝር ዕላማታት ድማ ዝሓዘ እዩ ካብተን ሸውዓተ ተሓንቲ በቢ ብርኩ ዘሎ ኣመራርሓ ኣብ ባህርን ትሕዝቶን ዘለናዮ ምዕራፍ ቃልስን መዋፅኦን ዝተማልአ ግልፅነት ሒዙ ብብቕዓት ክመርሕ ምግባር ማለት እያ ሓንቲ በብርኩ ዘሎ መራርሓ እንታይ ማለት እዩ? ብክልል ዘሎ፣ ብዞባ ዘሎ፣ ብወረዳ፣ ብጣብያ፣ በቢ ድስፕልኑ፣ በቢ መቐሎ ዕዩኡ፣ በቢ ቤት ዕዩኡ ማለት እዩ። ስለዚኣ ዝተማልአ ኤንድ ግልፅነት ርድኢት ሒዙ ሓደ እውን ኮይኑ ክወፍር ምግባር እያ እቲ ሓንቲ ስለዚ በዚኣ ክቃለስ እታ ካልኣይቲ መላእ ኣመራርሓና ኣባልና ህዝብና ኣብ ቃልሲ ዝተመስረተ ሓድነት ኣብ ባእሲ ዘይኮነ ኣብ ቃልሲ ዝተመስረተ ሓድነት ሒዙ ክቃለስን ክመርሕን ምኽኣል እያ እታ ካልኣይቲ ሸቶና ኣብ ገለገሊኡ ኣብ ቃልሲ ዝተመስረተ ሓድነትስ ብቓልና ንብሎ ኢና ግን ክንቀላለስ ኢና ክንነቃቀፍ ኢና ማለት እዩ ኣብ ዘጉደልናዮ እውን እዚ ኣጉዲልካ እዚኣ ኢኻ ትመስል ክንበሃህል ኢና እዚ ማለት ግን ተቐላሊስና ተሃናኒፅና ሓሳብ መሰረት ጌርና ኢና ክንወፍር ብመሰረቱ እዚ ካፍቲ ሒዝናዮ ዘለና ዓላማ እውን ከውፀና እዩ ነቲ ትሕቴና ዘሎ ኣባልና ህዝብና እውን እንመርሐሉ ኣንፈት እውን መስመሩ ክስሕት እዩ። ስለዚ ኣብ ሓሳብ ኣብ ዘውፀናዮ ፕላን ኣብ እንምርሐሉ ኣንፈታት መሰረት ገይርና ኢና ክንነቓቐፍን ክንቀላለስን እንታይ ኮይና ሓደ ብምዃን ሓደ ዝገብረና ዓላማ ኣሎ መስመር ኣሎ መስመር ውድብና ህወሓት እዚ ውድብ እዚ ዝመርሖ ድማ ግዜያዊ መንግስቲ ኣለና፣ ሰራዊት ኣለና፣ ብኣውሩ ህዝቢ ኣለና። ስለዚ እዞም ኣርባዕተ ስትራተጂክ ዓቕምታት መኸተ መሰረት ገይርና ኣብ ቃልሲ ዝተመስረተ ሓደ ኮይና ክንቃለስ ከለና ጥራሕ እዩ ክንፍፅሞ ንኽእል። ባእስን ቃልስን ምፍላይ ከድሊ እዩ። ዋብ ምባእስ ናይ ግልኻ ትባእስ ትኽእል ኢኻ። ኣብ ሓደ ዝገብረና ዕላማ መሰረት ጌርና ምቅልላስ ግን ከይተቓለለስና፣ ከይተነቓቐፍና፣ ከይተኣራረምና ንፍጽሞ መደብ ኩሉ ኣይኽእልን። ስለዚ ኣብ ሓድነት ዝተመስረተ ቃልሲ ብምሓዝ መደባትና ምፍጻም ማለት እዩ። እቲ ሳልሳይ ናይ ህዝብና ናይ ቃልሲ መንፈስ፣ ወነ፣ ሕራነ ክሕደስ ውዳበታት ውድብ፣ ውዳበታት መንግስቲ፣ ውዳበታት ሓፋሽ ብምጥንኻር ኣቢልና መደባትና፣ ፖለቲካዊ ገምገማትና ንቕድሚት ምውሳድ ምኽኣል እዩ። ሳልሳይ መንፈስ ህዝብና ናብቲ ዝነበሮ ንመልሶ። ወነ፣ ሕራነ፣ ቅድሚ ሕዚ ንጥቀመሎም ዝነበርና ወይከ ፈተኽ ናይ ባዕሉ ትርጉም ኣሎ። ዋእ ዝመፀ እንተመፀስ ፈተኽ ኣይንብልን ካብ ዕላማና ካብ መስመርና ካብ ህዝባውነትና ዝብል እዩ። እንታይ ኢና ንብል ሓደ ሓደ ግዜ ሞራል ዘይብሉ ሰብ ዝኾነ ይኹን ብኢኮኖሚ ዋላ ድላዩ ዕግበት ተዝህልዎ በታ ሞራል ከም ዝጉዳእ ኩላትና ንፈልጥ ኢና ሓቀይ ስለዚ ሞራሉ ዝተጎድኤ ሓረስታይ ኣቦ ኣለና፣ ሞራላ ዝተጎድኤት ሓፍትና ኣዴና በዓልቲ ገዛና ጓል ኣንስተይቲ ኣላ፣ ሞራሉ ዝተጎድኤ ስራሕ ዝሰኣነ መንእሰይ ኣለና፣ ምሁር ሸቃላይ ወዘተ ኣለና። ስለዚ ናብቲ ሞራሉ ናብቲ ወንኡ ናብቲ መንፈሱ ክጠናኸር ክንሰርሕ ኣለና። ብምንታይ ኣቢልና? ውዳበታት ውድብ ንብሎ ካብ ላዕሊ ክሳብ ታሕቲ ተን ናይ ውድብና ውዳበታት ክሳብ ታዋህዮ ጸላእትና እንታይ ይብልዋ ነይሮም ቅድሚ ሕዚ ኣብ ዝሓለፈ መረፃታት ያቺ ኔትወርክ የምትባል ኣደረጃጀት ሕማም ርእሲ እንዲያ ኣብኡ ኣይትሰደካን ሓደ ንሓሙሽተ ያቺ ኣንድ ላምስት የምትባል ኔትወርክ ኣታሳልፈንም ካብ ጥይት ንላዕሊ እዮም ዝፈርሕዋ እዛ ወዳበ እዚኣ ንምንታይ ኣብ ድሌትካ ክትገብር ኣይትኽእልን ሶ እዚኣ ስለ ዝኾነት ድማ ኣብ ምንታይ መሰረት ገይሮም ኣብዛ ውዳበታት ውድብ ኣብዘን ናይ ውዳበታት መንግስቲ ድማ ዘሚቶም እተን ውዳበታትና ክፈርሳ እታ መሰረታዊ ውዳበ ክትፈርስ እታ ዋህዮ ክትፈርስ ኤንድ እተን ናይ መንግስቲ ውዳበ ድማ ተን ልምዓት ጉጅለ ብፍላይ ድማ ኣብ መንእሰይ ልምዓት ጉጅለ ኣሎ እዩ፣ ኣብ ሓረስታይ ልምዓት ጉጅለ ኣሎ እዩ፣ ኣብ ደቂ ኣንስትዮ ልምዓት ጉጅለ ኣሎ እዩ። እታ ዝጠንከረት መን ድያ? ጓያ ናይ ደቂ ኣንስትዮ ልምዓት ጉጅለ ጠንካራ ልምዓት ጉጅለ እያ። ስሕበት መደባ ኣብ ናይ ጥዕና ኣብ ናይ ሞት ኣዴታትን ህፃናትን ምቕናስ ገይራ ዝተመስረተት ዋላ እንተኾነት ኣብ ናይ ሕርሻ ትሰርሕ ኣብ ናይ ትምህርቲ ትሰርሕ ኣብ መጨረሻ ድማ ኣብ ፀጥታ ድማ ትሰርሕ ጨጉረ ለወጥ ኣብ ብሎካት ኣብ ቁሸታት ድማ ትሕዝ ሶ እዚኣ ስለ ዝኾነት እዚ ውድብ እዚ ክነፍርስ እንተኾይንና ኣብዘን ውዳበታት እዚአን ክንሰርሕ ኣለና ኢሎም ነተን ልምዓት ጉጅለ ሽማሽም ምውፃእ ጀሚሮም ጥራሕ ከይኮነስ ንወላዲቶም እውን ኣፀያፊ ቃላት እውን ብምዝራብ ኣብ ሚድያ እውን ከይተረፈ ሰሪሖምሉ እዮም ሶዚ ናብ ቦትኡ ክንምልሶ ኣለና ስለዚ ዝኾነ ይኹን ክጥቃዕ ዝሙከር ውዳበ ንሱስ ተፅዕኖ ፈጣሪ እዩ ማለት እዩ ነቲ ፀላኢኻ ከላሊ ብጸላኢ ዝውደስ እንተ ኾይነ፣ ዋእ ናይቶም ጸላእቲ መጋበርያ ኮይነ ኣለኹ ኢለ እየ ዝሓስብ። በቶም ጸላእቲ ብዝተፈላለየ መንገዲ ክውቃዕ ዝገብሩ፣ ክዝመተኒ ዝገብሩ እንተ ኾይኖም ግን፣ ኣብታ ናይ ባዕለይ ሽኻል ናይ ህዝበይ ኣብ መስመርን ዕላማን ዝቃለሰሉ ውድብ ሒዘ ዝቃለስ ዘለኹ ምዃነይ የረጋግጽ ማለት እዩ። ስለዚ ልምዓት ጉጅለ ንምንታይ ይጽረፋ? ንምንታይ ይዋረዳ? ፍሉጥ እዩ። ብናይ ወገነን እኮ ይዋረዳን ይሙጎሳ እምበር ኣይንቀፋን ኣይውቀሳን። ስለዚ እዚኣ ንመልሳ እዚኣ እንተኾይና ናፍታ ንውራ ሓፋሽ ማሕበራት ሳልሳይ ውዳበና እዩ። ብዘይ ዝኾነ ይኹን ናይ ሓፋሽ ምንቅስቓስ ዝዕወት መደብ የለን። ናይ ውድ መደብ ንበሎ ናይ መንግስቲ መደብ ንበሎ ሰዚ መሰረት ጌርና እዚ ውዳበ እዚ ናብ ቦትኡ ንመልሶ ጠንካራ ዝኾነ ውዳበ ይሃልወና ሓፋሽ ውዳበ ናይ ደቂ ኣንስትዮስ ናይ መንእሰይስ ናይ ሓረስታይስ ናይ ተጋደልትስ ናይ ጉዳእት ኩናትስ ናይ ደቂ ስዋኣትስ ናይ መማህራንስ ከይተረፈ ኣሎ ኮይ ዝተፈላለዩ ውዳበታት ኣብ ዝኾነ ይኹን ዓዲ ካብ ውዳበ ወፃኢ ብተናፀል መደቡ ዕዊቱ ፖለቲካሊ ኢኮኖሚካሊ ማሕበራዊ ናብቲ ዝደልዮ ሽቶ ወፂሑ ኣይፈልጥን የለን እውን ተወዲኡ ይሰርሕ ብዝኾነ ይኹን ተወዳዶ ክፈላለ ይኽእል ስለዚ እቲ ውዳበታት እዚ ናይ ውዲ ውዳበታት ናይ መንግስቲ ወዳት ናይ ሓፋሽ ማሕበራት ውዳበታት ኣጠናኺርና ወነ ሞራል ኒሕ ሓቦ ናብቲ ዝነበሮ ናይ ህዝቢ ትግራይ ስነ ልቦና ንመልሶ እያ እታ ሳልሰይቲ ዕላማና። እታ ራብዐይቲ ንኣተሓሳስባን ተግባርን ግዕዝይና ባዕሉ እቲ ኣመራርሓ ሓራ ብምዃን ሓራ ክወፅእ፣ ኻልኣይ ንዝቃለሰሉ ኣባሉን ህዝቡን ኸባቢኡን ድማ ሓራ ከውፅእ ክቃለስ ኣብዚ ትዋና ዓንዲ ናይ መቃለሲና ኣንፈት ክኾን ዘለዎ 218 እዚ እዩ ገምጋምና እውን ካብኡ ዝብገስ ንሓራፍቲ ንባብ ክትርዎ ኢኹም ናተማየጥናሉ ዝቐንና እዩ ኣብ መሬት ዘሎ ፀገም እኮ ማንም ሰው ኢሉ ካብ ሙያ ውፅእ ኢሉስ ዝኾነ ሌማን ሰብ ክሪኦ ይኽእል እዩ ኣብታ ሪሞት ዝበሃል ገጠር ከይተረፈ መጠሻ ከመይ ትዕደል ገለገሊኡ እውን እከለ ዝበሃል ሽም ተዋሂብዎ ግን ከይድካ ዘይትረኽቦ ዳህሲስካስ ዘይትረኽቦ መሬት ተዓዲልኩ ኢኻ ትረክብ ግደፍዎት ናይ መቐለት ናይ ከተማታት ገለ ናይ ዕሸል ከተማታት ገለ ንብል ኣብ ገጠር ኣብ ወረዳ ሰብዓ እንደርታ ጣብያ መሰወቶ መናእሰይ ተቓሊሶም ዘውፅእዎ ጉዳጉድ ወዲ ሽዱሽተ ወርሒ እከለ ዝበሃል መጠሻ ተዋሂቡ ኣበይ ዱባይ ዝተወለደ ብሚድያ ዝሓለፈ እዩ ዝለኩም ዘለኹ ዝተረጋገፀ ወዲ ሽዱሽተ ወርሒ መኒኻ ኢልካዮ ኣቤት ዘይብል ብርክስ ዝበለ መሬት ኣሎ ክልተ ሚእቲ ካሬ ንወሎ ሚእቲ ኣርባዓ ካሬ ንወሎ ኣብ ኩልኹም ንድሕሪት ምልስ በሉ። ወይ ተበዳሪ ወይ ኣበዳሪ ይሞታል ዝዓይነቱ ኣካይዳ ዓይንዕሙተይ ሕዚ ዘይበላዕና ሕዚ ድላየ ዘይጠቕምካ ዝብል ናይ ፖለቲካ ርካሽ ፖለቲካ መሸቀጢ ተገይሩ እዩ ዘሎ መሬት ኣብ ማይ ዓለም እቶም መናእሰይ ዘውፅዎ ባይዘወይ ኣብ ወረዳ ሰብዓ እንደርታ ንትግራይ እውን ቤስት ኤግዛምፕል ክኾን ዝኽእል ቃልሲ ዝተወልዐሉ መናእሰይ እዮም ወሊዖሞ ነቲ ድሕረት እውን መናእሰይ እዮም ተቓሊሶሞ መን ኢኹም ንስኹም ካብ ኣይተ ካብዚ ዝመፀ ካብ ሽረ ካብ ዓድዋ እየ ትብሉ ምስ ህዝቢ ዓድዋ ምስ ህዝቢ ሽረ ምስ ህዝቢ ኣኽሱም ምስ ህዝቢ ራያ ዘባእስ ነገር የብልና ንሕና ተጋሩ ኢና ኣብ መድረኽ ተጠሊዖም ዝተዛረብዎ ደቂ ሰላሳ ደቂ ዕስራ ሸውዓተ ዓመት ንሕና ክንትንትኖ ዘይንኽእል ዝተንተኑ መናእሰይ እዮም። ነቶም ኣብኡ ኮይኖም ንዒስራ ዓሰርተ ሓሙሽተ ዓመት በመሓዳርነት ብመሬት ምሕዳር ጠስጢሶም ሒዞም ዝነበሩ ምንም ዘይነበሮም ኣብ ከተማ ሰለስተ ኣርባዕተ ፎቕ ዝሓዙ መኪና ዝገዝኡ ሰባት እዮም ተቓሊሶሞ በንቄሮም ኣውፅኦሞ ሕዚ ናብቲ ቦትኡ ከይዶ ኣሎ ናብቲ ሽፍትነቱ ኣብ ናይ ዓለም ሚእትን ስሳን ሄክታር ዝተወረረ መሬት ዋንኡ ዘይፍለጥ ዝተዓደለ ናይ ሓሶት ካርታ ዝተዳለወሉ ኣቃሊዖሞ ተቓሊሶም ብሚድያ ብኡ ንዝመፅእ ፀገማት እውን ይቃለስዎ ኣለዉ ሕዚ እውን ክሳብ ናይ ምቕንፃል ሙኮራታት ይምክሮ ኣሎ ሽፍቲ ሓይሊ ግን ይቃለስዎ ኣለዉ ሕዚ እውን መናእሰዮም ህዝቦም ወዲቦም ስለዚ እቲ ናይ መናእሰይ ፅልእቻ እቲ ናይ ካሊእ ገለመልታ ዝበሃል ገዲፍና እቲ መንእሰይ እዩ ኣብ ዙርያ ሰብዓ እንደርታ ዘሴማ ካሊእ እውን ተነቀላልሶስ እዩ ስለዚ ኣብ ግዕዝይና ብርክት ዝበለ ናይ መሬት ዝተወረረ ጥራሕ ከይኮነ ኣብ ከተማ ይኹን ኣብ ካልእ ይኹን ኣብዚ መሃንድሳት ኣብ ቤት ማዘጋጃ ዘለዉ ምልማዕ መሬት ክፍተሽ ዘለዎ እዚ መሰረት ገርና ክንቃለስ እዩ ዋና ዓንዲ ስሕበት መደብና ናይ 2018 ኣብ ኩሉ ዶ ክንገብር እወ መራእያ ዶ ክንገብር እወ ካብ ፖለቲካዊ ገምጋም ዝደልየል ኢልና እውን ብሕጋውነቱ እውን ነላውሰሉ ጉዳይ ብቁርፂ ንክንኣትዎ ኢና ስለዚ እቲ ራብዓይ ዓብዪ መቃለሲና ክኾን ዝኽእል ካብዚ ኣተሓሳስባን ተግባርን ግዕዝይና ተዘይወፂና ያው ህዝቢ ከም ህዝቢ ካብ ምንታይ ሞኢኹም ክተድሕና ዝብል ይብለና እውን ነይሩ እዩ ይብለና እውን ኣሎ ንቐፃሊ እውን ክብለና እዩ ተዘይተቓሊስና እዩ እሶም መሬት ጥራሕ ኮነ ኣብ ናይ ፋይናንስ ትካላትና ኣሎ ፍትሽ ተብልና ኣብ ናይ ሕርሻ ስራሕቲ ኣሎ በብዓቕሙ እዩ ኣብ ጣብያ ብሓምሳ ሰላሳ ዕስራ ሽሕ ክኾን ይኽእል ኣብ ከተማ ብማእቲ ሸሓት ክኾን ይኽእል ኣብ ዕብዩ ዝበለ ከተማ ድማ ኢን ሚሊየንስ ክኾን ይኽእል ስለዚ ተተሓሳስባስ ተረኺቡስ ኣሎ እዩ ማለት እዩ። ዝኾነ ባይታ ተረኺቡስ ኣሎ ተተሓሳስባ ሶቲ ተግባር እውን ክኣቱ እዩ። ስለዚ ነዚ ንሓሰብና ንባዕልና እውን ሕስብ እናበልና ነቲ ንቃለሰሉ ውድብን ነቲ ንቃለሰሉ ህዝብን ኣባልን መሰረት ጌርና እውን ክንኸደሉ ዘለና ራብዓይ ዕላማ እዩ። እቲ ሓምሻይ ዕላማና ኣብ ህዝብና ተፈጢሩ ዘሎ ጸገም ሰናይ ምምሕዳር፣ ጠንቂ ሰናይ ምምሕዳር ዓንተቦ ይገልጾም ነይረ፣ ዝተኣሳሰሩ ስለ ዝኾኑ ብመሰረቱ ካብዚ ክንወፅእ ቆሪፅና ክንቃለስ ምኽኣል እዩ እቲ ሓምሻይ ዕላማና። ሰናይ ምምሕዳር ክንረጋግፅ እንተኮይና ግልጋሎት ክልከል ኣለዎ። ግልጋሎት ሕዚ ኣብ በብከባቢና ንረእዮ ካብዛ ዞባ እዚኣ ዘገልግሉ ሴክተራት ኩሉ ይኽእሉ እዮም ብደንበ ቢሮኦም ኮፍ ኢሎም ናይ ፍትሒ ኣካላት ኣብዚኣ ትርኢ ተለኻ ዝሐሸ እዩ ከም ዘዋይ ተወሲደ ናይ ቤት ፍርዲ ናይ ፖሊስ ተተሓሕዘ እውን ስለዝኾነ ኣብቲ ውሽጢ ግልጋሎት እንታይ ኣሎ እንታይ ፍትሓውነት ብፍትሓውነት ንግልገለለ ዝብል ካልእ ጉዳይ ኮይኑ እቲ ምግልጋል ኢቭን ኣብቲ ናይ ምልሻ ቤት ፅሕፈት እውን ብዝሐሸ መንገዲ ሐዚ እቲ ክትትል ዝሐሸ ኢልካ ምውሳድ ይከኣል እዩ ዘሬስት ግን ካብ ፀሓፍትና ተለኣእኽትና ጀሚረን ዋ ከቢድ ናይ ዘይመገልገላይነት መንፈስ እዩ ተፈጢሩ ዘሎ ውሪድ ወለ ወረዳኹም ድማ ገለ ገሊኡስ ንሓንቲ ወረቐት ጥርዓን እስከምጽእ በብደረጅኡስ ኣመሓዳሪ ውሳኔ ዝሃበላ ትብል ተለኻ እኮ ካብ ወረዳ ናብ ወረዳ ክፈላለ ይኽእል ግን የለን ድሕሪ ክንደይ ግዜ እዩ ስኢነዮ ኣይህብን ኢልኒ ከምዚ ኢልኒ ምጉልላ ከቢድ እዩ ኣመሓደርትን ክትሪእዎ ዘለኩም ከቢድ ኣብ መሬት ምሕዳር ዘሎ ጥርዓን ኣብ ጥርዓን ሰማዒ ኣብ ፀጥታ ኣብ ፍትሒ እታ ምግልጋል እታ ትመስለካ ምሃብ እታ መዓልቲ ኣብ ሰሙን ከክንደይ ግዜ እየ ዝኣቱ ዋይ የለን ኣብ ሕድሕድ ወረዳ ሴክተር ረዩ ውርድ ኢልኹም ዋላ እንተገልገለ እውን እቲ ግልጋሎት ካብታ ንእሽተንታ ዝሓለፈ ናት ማየጥናላ ዝነበርና ካብታ ንእሽተንታ ፀሓፊት ዋርድያ ሚእቲ ክልተ ሚእቲ ቅርሺ ቀፂሉ ከምኡ እናበለ ሸቐጥ ኮይኑ ትብሎ ተለፍቲ ሰነድናስ ሸቀጥ ታይ ማለት ድዩ ከይድኻስ ኣብ ድኳን ዝኾነ ግዝእ ኣቢልካ ትመጽእ ማለት እዩ ከምኡ ኮይኑ ዘሎ ቤስ ተገላልፃ ሓረስታይና እንታይ ኢልዎ መስለኩም ኣብ ሎሚ ግዜ ካብ ኩሉ ሴክተራት ክይድ ኢልና ንሃፍታም ይኹን ንድኻ ብማዕረ ትቕነስ ነገር እውን ትቕነስ ተኾይና ንኹልና ንሃፍታም እውን ንድኻ ይኹን እታ ዘላ ገንዘብና ዝህበናስ ባንኪ ጥራሕ እዩ ግዛዕ ይጥይቐና ግዛዕ ኣይጥይቐና ካሊእ እኮ ብዘይ ዝኾነ ነገር እኮ ኣይትረክብን ግልጋሎት ምባል እኮ ይገልፅዎ ለሉ ተሓርሰና ባንኪ ጥራሕ ኢና ከድና እታ ቻርጅ ትግበር እውን ቻርጅ ገይሩ እታ ትቕነስ እውን ቀኒሱ ዝበና እታ ገንዘብና ሰረፈ ግን ብዝተፈላለየ መንገዲ እዩ ዝግለፅ ፅባሕና ዓድሕር ፅባሕና ድሕሪ ሰዓት ንዓ በቃ እቲ ካሊእ ኣበይ ኮይኑ እዩ ረኪብዎ ከመይ እዩ ቀልጢፈ ወዲኣ ድማ ዋ ብግርካ ዲካ ትኸድ ብኢድካ እባ ኪድ ዋ ዕሽነት እዚ ደኣ ቀደም ዝተረፈ ዋኣቱም ሰብ ክንዛረበሉ ከይኮነ ክንትግብረሉ እዩ ዘለና እቲ ዕላማ ኣቕሚጥዎ ዘሎ ከም ውድብን ከም መንግስትን ከፍርሰና ተቐራሪቡ ዘለውን ግልጋሎት እዩ ኣብ ጣብያ ክዩ ድማ ዝገደደ እዩ በቃ ተዓጽዩ። ኣርባዕተ ሹመኛታት ዝበሃሉ እንድዒ ብዘይካ እቲ ምክትል ኣመሓዳሪ መታወቅያ ወዘተ ዝብል የለን። ዋ፣ ማሕበራዊ ኢኮኖሚ ካልኦት ኣብኡ ለሉ ናይ ማይ ሲቪል ሰርቫንት ኣብ ጣብያ ናይ መሬት ትምህርቲ ሕርሻ ወዘተ ሶስ መሰረት ገይሩ የገልግል ድዩ ዘሎ ዝብል ግን ወረዳ ምስ ጣብያ ትሪኦ ተሎ ድማ ሽዑ ክትርእዎ ኢኹም ሶ ግልጋሎት ህዝብና ዝጠልዎ ግልጋሎት ምርካብ እዚ ድማ ብቃልሲ ክንገብሮ ኣለና ዝብል ሓምሻይ ዕላማና መሰረት ገይርና መገማገሚ ክንገብሮ ንኽእል እዩ ሻድሻይ መላእ ህዝብና ውሑስ ድሕንነትን ሰላምን ሃልይዎ ብሰላም ሰሪሑ ብሰላም ወፊሩ ብሰላም ዝምለሰሉ ባይታ ምፍጣር እዩ። እዚ ኣብ ፀጥታን ፍትሕን ማለት እዩ። ኣብ ፀጥታን ፍትሕን ኣነ ብጣዕሚ ግርም ዝብለኒ ኣብዚ ሕዚ ግዜ ብቀረባ ፅቡቕ ትሃንግ ተኻልእ ካልእ ትኻትርኢ ንእሽተን ቀኒስናዮ እሞ ንበል ሕዚ ቆብዕስ እዋ ሓንቲ ቤስት ኤግዛምፕልስ ክንደይ ቃጸሎታት ኣለና ኣብዚ በብወረዳኹም ተሪእኹሞ ቃጸሎ ንዕና ኣብ ትሽዓንተ ከባቢ ዘምክኤል ክሕግዘን ትሽዓንተ ከባቢ ቃጸሎ ኣጋጢሙና እዩ እንታይ ማለት እዩ ንመሬቱ ዋ ህፃውንቲ እናወሰድካ ዝተወሰነ ምፍራሕ ተጀሚሩ ኣሎ ገጠራት እውን ፈራሪሕካ ክንዲ ዝኽፈሉ ምሸት ሰዓት ሰዓት ሓደ ሰዓት ክልተ ምንቅስቓስ ዘይትኽእለሉ ኣብ ዕሸል ከተማታት ኣብ ዓበይቲ ከተማ ግደፉ ኣብ ዕሸል ከተማታት ግን ሓምሳ ዓመት ዝገበረ ነዚ ኢህኣደግ ዝበሃል ነዛ ኢትዮጵያ ትበሃል ዓዲ ዝፈጠረ ካብ ጫፍ ዛላምበሳ ክሳብ ጫፍ ጋምቤላ ቀትርን ለይትን ብካሻ ብፌስታል ሒዝኻ ቅርሽኻ ማንም ዘወር ዘይብለካ ዝነበረሉ ዝፈጠረ ስርዓት እዩ ስርዓትሲ ሕዚ ንኽተሎ ዘለና ሕዚ ግን ኣብ ዓድና ኣብ መንደርና ፀጥታ ንስእን እሞ ከዓ ብርክት ዝበለ ናይ ፀጥታ ሓይልና ሃለወና ኮይ ፖሊስ ምሳና ምልሻ ኣሎ ፀጥታ ባዕሎ ኣሎ ኣሃዱታት ኣለዋና ሰራዊት ብኣውሩ ድማ ተዓንተው ዝልክዎ ትውዳታት ተጠናኺርና ይሰሎ መሕለፍ ከይብሉን ሶታ ኢና ኮይንና ቆሪፅና ዘይንልዓል ስለዚ ምቅላስ እዩ ኣብ ፀጥታን ፍትሕን ዘሎ ዘጋጥም ዘሎ ቅትለት ከም ንውር ኮይኑ ስርቂ ከም ንውር ኮይኑ ስለዚ እዚ እውን ብደንቢ ጌርና እቲ ሻድሻይ ዕላማና መሰረት ጌርና ኣብዚ መሰረት ጌርና ኢና ክንኸድ ዝብል ተረእናዮ ፅቡቕ እዩ እቲ ህዝብናስ ሰሪሕና ክንበልዕ ጥራሕ ሰላም ሰላም ደፍጠሩልና ረድኤት እኮ ገዲፍዎ እዩ ሕዚ ቅድሚ ሕዚ ረድኤት እንዶ ምፁልና ካሊእ እንዶ ካልእ ካልእ ነይሩ እታ ሰላም ውሑስ ስለ ዝገበራ ዝነበረ ሕዚ እኮ ብሰላም ጥራሕ የብልዐና እምበር እኽሊ ሞሊእና ሎም ቆውዒ ሰናይ ቆውዒ ፅቡቕ እዩ ሰላም ዶ ፍጠሩልና ሰላም ዶ ገርዎ እንታይ ኢኹም ኮይንኹም ባዕልኹም ዶ ኢድ ሃሊኩም ኮይኑ እቲ ህዝብና እኮ እዚኣ እኮ እዩ ዝብል ዘሎ ስለዚ እዚኣ መሰረት ጌርና ኣብ ሰላምን ፀጥታን ውሑስ ምግባር እያ እታ ሻድሸይቲ ሻብዒቲ ዝሓዝናየን ውድባውን መንግስታውን መደባት ብዝተተለመሉ ግዜ ምፍፃም እያ ናይ ውድብ መደባት እውን ሓደ ክልተ ሰለስተ ተባሂለ ዝተቆፀረ ኣለዋ ክፍሊ ውዳበ ክፍሊ ፕሮፓጋንዳ ክፍሊ ሱፐርቪዥን ሊጋት ሓፋሽ ማሕበራት ኤንድ ኣብ ናይ መንግስቲ እውን ኣብ ዘፈር ኢኮኖሚ ኣብ ዘፈር ማሕበራዊ ኣብ ሰላምን ፀጥታን ኣብ ግልጋሎት እዚኦም መሰረት ገይርና ድማ እዚን ድማ ስራሕና እናሰራሕና ድማ ክስራሓ ክኽእል ኣለወን ሰው ዘሎ ሓላፍ ዘላፍ እውን ካብ ወረዳ ናብ ወረዳ ካብ ጣብያ ናብ ጣብያ ብጣዕሚ ኣፈላለየ ኣሎ ገለገሊኡስ ኣብ ሓደ ዘዋደ ክእን እዮ ስለዚ ናይ ቁርፀኝነት፣ ናይ ውፉይነት፣ ናይ መገልገላይነት ስምዒት ዘይምህላው ተዘይኮይኑ እቲ ኣመራርሓ ሓደ ዓይነት እዩ፣ እቲ ኦረንትሽን ሓደ ዓይነት እዩ። ስለዚ ኣብዚ ዘለዉ ብደንቢ ጌርና መደባትና ምውሳድ ክእል። ነዚአን ነዘን ሸውዓተ ዕላማታት ንምግላፅ ድማ ግልፀኝነት ክህሉ ክኽእል ኣለዎ፣ ግልፂ ክኾን ኣለዎ ሓደ ኣመራርሓ ካብ ላዕሊ ክሳብ ታሕትስ ዝቃለሰሉ ዕላማ ግልፂ ክኾን ክእል ኣለዎ። ኻልኣይ ውፍይ ክኾን ክኽእል ኣለዎ። ንህዝቢ ምግልጋል ክብሪ እዩ ትምልተልናስ ተዓንቶ ዘልክዎ እዩ ትክት ክብሪ በቃ ምስ ህዝብኻ ምንባር ንህዝብኻ ምግልጋል በቃ ክብሪ እዩ። ካብ ዝወፃእ ኣብ ህዝቡ ክብሪ ዘይብሉ ሰብማ ንሪኦም ኣለና እኮ ዓበይቲ ዝበሃሉ ከክንዲ እምባ ንሪኦም ዝነበርና መራሕትና ካብ ህዝቢ ውፅእ ትብሉ ተለዉ ካብቲ ዕላማ ውፅእ ካብቲ መስመር ውፅእ ትብሉ ተለዉ እንታይ እዮም ዝመስሉ እንታይ ከም ዝኾኑ ክንቲት ዋላካ እሱ ኢልና ኢና ክንዲ ግዛዕ ንገብሮም ነርና ናብ ትውለድ ደረጃ ትበፅሕ ናይ ቀረባ ተዘክሮ እዩ እዚ ስለዚ ብውፍይነት ምግልጋል ቁርፀነኝነት ምህላው መራሕትና ነዚ ውድብ ዝፈጠሩ እውን ካብ ህዝቢ ይንጠልምን ኢሎም ምስ ህዝቦም ተሰዊኦም ንኣምባሳደር ስዩም ንባይ ፀሓየ ንባይ ነብሶ ካልኦት ነባራት መራሕቲ ማእኸላይ ኮሚቴ ከይተረፈ ኣይንወፅን መውፅእ ስኢኖም ኖ ኣይንጠልምን ኣብ መስዋእቲ ይተርፍን ኣብ ዕስራ ዕድመኻ ትስዋእ ትኽእል ኣብ ሓምሳ ኣብ ስሳ ኣብ ሰማንያ እታ ትፀንሐላ ግን ታሪክ ሰሪሕና ንህዝቢ ትግራይ መሲልና መሲልና ከይኮነስ ተግቢርና ኮይንና ኢና ክነርኢ ኢሎም ኣርእዮምና በቶም መራሕትና እውን ርኢናዮ ኣለና በቶም ሕዚ ዘፍረይዎም ዘፍረዩና መናእሰይ እውን ኮይኖም ሪኦምና ንሱ እንታይ ኢና ናበይ እባ ክንኸድ ካብዛ ትግራይ ስለዚ ሓደ ኮይንና ነዚኦም መርአይ እናገበርና እንተተቓሊስና ህዝቢ እውን ኣብ ጎንና እዩ መደባት ውድብናን መንግስትናን ክነዕውቶ ኢና። ኣይ እንተኾይና ግን ሰዓት ዝጸባጸብ እዚ እኮ ከቢድኒ እዚኣ ከይኾን ከምዚ ክኾን ገለመንታት እዩ ዝሓስብ እንተኾይኑ ግን ስድሪ እውን ኣይንኸድን ስድሪ ኣይንኸድን ስለዚ እዚኣ መሰረት ገይርና ክንቃለስ ክንኽእል ኣለና።